እዚ ድምፂ መድረኽ ኤርትራውያን እዩ። ድምፂ መድረኽ ብቋንቋ ትግርኛ ሶሉስ፣ ዓርብን ሰንበትን በቆፃፅራ ኤርትራ ካብ ሰዓት ሸሞንተ ክሳብ ሰዓት ትሽዓተ ምሸት፣ ኣብ ሓጺር ማዕበል ብ ዓሰርተ ሓደ ሽሕን ሸውዓተ ሚእትን ዕስራን ኪሎ ሄርትዝ ወይ ኣብ ዕስራን ሓሙሽተን ሚትር ባንድ ከምኡውን ፈነወና ብ ሳተላይት ን ዕስራን ኣርባዕተን ሰዓታት ኣብ ናይል ሳት ብ ዓሰርተ ሓደ ሽሕን ሽዱሽተ ሚእትን ሰብዓን ሸሞንተን ሜጋ ሄርትዝ ኣብ ፖላራይዜሽን ቨርቲካል ደሞክራሲያዊ ለውጢ ንምርግጋጽ ናብ ኤርትራ ዝፍኖ መደብ ሬድዮ ኤርትራውያን እዩ። እዚ ድምጺ መድረኽ ኤርትራውያን እዩ። ፌቨን ሰሎሙን እየ ሰላም ከመይ ተምስዩ ክቡራት ሰማዕትና ኣብ ናይ ሎሚ ሰንበት ዕስራን ሰለስተን የካቲት መደብና ፈለማ ዜና ክቐርብ እዩ። ቀጺሉ ትማልስ መሲሉና ልቢ ዕቢና ሎምኸ ዝብል ኣርእስቲ ኣዳሊናልኩም ኣለና። ሰናይ ምክትታል ይግበረልኩም።

ክቡራት ተኸታተልቲ ንሎሚ ዝተዳለወ ዜና እንሆ ፈለማ ኣርእስትታቱ። ኤርትራ ምስ ተቖጻጻሪ ጉጅለ ውድብ ሕቡራት ሃገራት ኣብ ጉዳይ ሶማልን ኤርትራን ኣብ ግብጺ ብምስጢር ተራኺባ። ዓለም ለኻዊ ህጹጽ መዋለ ህጻናት ኣብ ውድብ ሕቡራት ሃገራት ዩኒሴፍ ኣብ ኤርትራ፣ ኣንጎላ፣ ለሶቶን መዳጋስካርን ናይ ምወላ ሕጽረት ኣጋጢምዎ። ዝርዝር ዜና ኤርትራ ምስቲ ተባጭወሉን ተስተናዕቖን ዝነበረት ተቖጻጻሪ ጉጅለ ውድብ ሕቡራት ሃገራት ኣብ ጉዳይ ሶማልን ኤርትራን ብ ዓሰርተ ኣርባዕተ የካቲት ክልተ ሽሕን ዓሰርተ ኣርባዕተን ኣብ ካይሮ ግብጺ ብምስጢር ከም ዝተራኸበት ሱና ታይምስ ንመርበብ ሓበሬታ ዋዓጋኩሱፕ ዳት ነት ብምጥቃስ ገሊጻ። እዚ ቅድሚ ክልተ ዓመት ፍጹም ክሕሰብ ዘይከኣል ዝመስል ዝነበረ ርክብ፣ ተቖጻጻሪ ጉጅለ ውድብ ሕቡራት ሃገራት ኣብ ኤርትራ ኣትዩ ተልእኾኡ ዘካየደሉ መንገዲ ንምጥጣሕ ዝዓለመ ምዃኑ እቲ ሓበሬታ ይገልጽ። እዚ ሃንደበታዊ ርክብ፣ ድሕሪ'ቲ ሰበ ስልጣን ውድብ ሕቡራት ሃገራትን ኤርትራን ኣብቲ ብተቖጻጻሪ ጉጅለ ውድብ ሕቡራት ሃገራት ዝእለ ጉዳይ ማዕቀብ፣ ርጉእን ህዱእን ኣቀራርባ ስለዘማዕበሉ ምዃኑ እቲ ጸብጻብ ይሕብር። ንምምዕባል እዚ ሓድሽ ዝምድናን ርክብን፣ ዲፕሎማት ዓለማዊ ባንክ ነበር ዶክተር ጃራት ቾፕራን እዋናዊ ኣወሃሃዲ ተቖጻጻሪ ጉጅለ ውድብ ሕቡራት ሃገራትን ክምጎሱሉ ከም ዝግባእ፣ ወላኳ እቲ ሓበሬታ ብኻልእ ምንጪ እንተዘይተረጋገጸ፣ ብፍላይ ዶክተር ቻፕራ ምስ መንግስቲ ኤርትራ ብዘርኣዮ ክእለት ኣቀራርባን ግሉጽነትን ክምስገን ከም ዝግበኦ እቲ ሓበሬታ ይጠቅስ። ዶክተር ቾፕራ ምስ ዋዓጋ ኩሱፕ ኣብ ዝገበሮ ናይ ቴሌፎን ርክብ፣ ምስ ኤርትራ ጥዑይን ቅርዑይን ናይ ስራሕ ጽምዶ ከም ዘድልን፣ ተቖጻጻሪ ጉጅለ ውድብ ሕቡራት ሃገራት ቅድሚ ሕጂ ካብ ዝነበሮ ኣቀራርባን ካብ ዝገበሮ ጉድለትን ክንመሃር ይግባእ ከም ዝበለን እቲ መርበብ ሓበሬታ ወሲኹ ገሊጹ። ተቖጻጻሪ ጉጅለ ውድብ ሕቡራት ሃገራት ኣብ ጉዳይ ሶማልን ኤርትራን ኣብ ሓምለ ክልተ ሽሕን ዓሰርተ ሰለስተን ኣብ ዘቕረቦ ጸብጻብ፣ ኤርትራ ነቲ ዝተገብረላ ማዕቀብ ጥሒሳ ነቲ ምስ ኣልቃዒዳ ርክብ ከም ዘለዎ ዝንገረሉ ጥሩፍ እስላማዊ ጉጅለ ኣልሸባብ ትድግፍ ኣላ ክብል ከሲሱዋ ምንባሩ ይዝከር። ስለዝኾነ ከኣ ባይቶ ጸጥታ ውድብ ሕቡራት ሃገራት ንኤርትራ ካብ ክልተ ሽሕን ትሽዓተን ኣትሒዙ ማዕቀብ በይኑላ ከም ዝጸንሐ ይፍለጥ። ይኹን እምበር መንግስቲ ኤርትራ ንኹሉ እቲ ዝቐረበሉ ክስታት ከምዘይቕበሎ ክገልጽ ጸኒሑ ኣሎ። እቲ ብ ዓሰርተ ኣርባዕተ የካቲት ኣብ መንጎ መንግስቲ ኤርትራን ተቖጻጻሪ ጉጅለ ውድብ ሕቡራት ሃገራትን ኣብ ካይሮ ዝተገብረ ኣኼባ፣ ብመሰረት ውሳኔ ዓሰርተ ትሽዓተ ባዶ ሸውዓተ፣ ዓንቀፅ ሰለስተ፣ ሓሙሽተን ዓሰርተ ሽዱሽተን ባይቶ ፀጥታ ውድብ ሕቡራት ሃገራት ኣብ እገዳ ኣፅዋር ንመንግስቲ ኤርትራ ሓበሬታ ገምጋም ሳልሳይ ርብዐ ዓመታዊ ስራሕ ምቕራብ ኣብ ጉዳይ ምእካብ ግብሪ ካብ ኣብ ወፃኢ ዝነብሩ ዜጋታት ኣብ ጉዳይ ባህርያዊ ፀጋታትን ኣብ ትግባረን ምእዘዛን ውሳኔ ባይቶ ፀጥታ ውድብ ሕቡራት ሃገራትን ካልእን ዘተኮረ ምንባሩ እቲ ሓበሬታ ይገልፅ። ዓለምለኻዊ ህጹጽ ምዋለ ህጻናት ኣብ ውድብ ሕቡራት ሃገራት ወይ ዩኒሰፍ ብሰንኪ ጸጥታዊ ስግኣትን ዕማማት ግብረ ሰናይ ኣብ ምስላጥ ዘጋጥሙ ናይ ምንቅስቓስን ስራሕን ብድሆታትን ኣብ ኤርትራ፣ ኣንጎላ፣ ለሶቶ ከምኡ'ውን ማዳጋስካር ህጻናት ዘድልዮም ሓገዝ ክረኽቡ ከምዘይከኣሉ ካፒታል ኤሪትሪያ ገሊጻ። ገንዘባዊ ሓገዝ ንህጻናት ዝበሃል ናይ ውድብ ሕቡራት ሃገራት ፕሮግራም ኣብ ፊሊፒንስ ሃያን ኣብ ዝበሃል ቦታ ብዘጋጠመ ብርቱዕ ህቦብላን ዝናብን ከምኡ'ውን ኣብ ሶርያ፣ ማእከላይ ኣፍሪቃን ደቡብ ሱዳንን ብዝተኸስተ ኲናት ሓድሕድን ከምዝተተንከፈ ብምሕባር ኣብ ኤርትራ፣ ኣንጎላ፣ ለሶቶን ማዳጋስካርን እውን ናይ ምወላ ሕጽረት የጋጥም ምህላዉ ብምሕባር ብባህርያዊ ሓደጋን ኲናትን ኣብ ዝተሃስያ ኣስታት ሓምሳ ሃገራት ንዝርከቡ ህጻናት ኣብ ህጹጽ ሓገዝ ዝውዕል ናይ ክልተ ነጥቢ ክልተ ቢልዮን ዶላር የድሊ ከምዘሎ ሓቢሩ። ብመሰረት እቲ ዩኒሴፍ ዘቕረቦ ጸብጻብ ከኣ ኣብ ክልተ ሽሕን ዓሰርተ ኣርባዕተን ብዶላር፣ ኤርትራ ዓሰርተ ሓሙሽተ ነጥቢ ሸሞንተ ሚልዮን፣ ኢትዮጵያ ሰላሳን ሓደን ነጥቢ ሓደ ሚልዮን፣ ሶማልያ ሚእትን ሓምሳን ሓሙሽተን ሚልዮን ከምኡ'ውን ደቡብ ሱዳን ሰብዓን ኣርባዕተን ሚልዮን ሓገዝ ከምዘድልየን እቲ ዝድለ ዘሎ ሓገዝ ከኣ ብቐንዱ ኣብ መዓላ ጽሩይ ዝስተ ማይ፣ ትምህርቲ፣ መኣዛታት ዘለዎ ምግብን ጽርየትን ዝኣመሰለ ፕሮጀክትታት ከምዝውዕል ሓቢሩ። ኣብቲ ኣኼባ ዝተረኽበ ዳይሬክተር ህጹጽ ፕሮግራማት ዩኒሴፍ ሚስተር ቴድ ቻይበን፣ ኣብ ኲናትን ግጭትን ቀንዲ ግዳያት ምዝመዛን ግህሰትን ግዳያት ሕማምን ዝንግዕን ዝኾኑ ህጻናት እዮም ብምባል ዩኒሴፍ ነዚ ጸገማት እዚ ንምቅላል ዝተፈላለየ ሰብኣዊ ሓገዛት ከምዘዳሉን ኣብ ዞባ ሳሕል ንዘሎ ደርቅን ዓጸቦን ኣብ የመን ንዘሎ ሕጽረት ጽሩይ ዝስተ ማይ ከምኡ እውን ኣብ ሃይቲ ተኸሲቱ ንዘሎ ሕማም ሸሮኽ ንምግታእን ኣብ ኣፍጋኒስታን ኣንጎላን ኣብ ልዕሊ ህፃናት ዘጋጥም ዘሎ መጥቃዕቲ ንምክልኻልን ይሰርሕ ምህላዉ ሓቢሩ። ርኢቶን መግለፅን ሚስተር ቻይበን ድሕሪ እቲ ኣብ ደቡብ ሱዳን ዝተኸስተ ግጭት ሓድሕድን ብሰንኩ ዝሰዓበ ናይ ልዕሊ ኣርባዕተ ሚእቲ ሽሕ ህፃናትን ስድራቤታቶምን ምዝንባልን እዩ መፂኡ። ወላ እኳ መግለፂ ዩኒሴፍ ብዝያዳ ኣብ ኩነታት ደቡብ ሱዳንን ሶርያን እንተተኮረ ኣብ ኣፍጋኒስታን፣ ኮሎምቢያ፣ ደሞክራቲክ ረፓብሊክ ኦፍ ኮንጎ፣ ሚያንማር፣ ሶማሊያን የመንን እውን ከቢድ ስግኣት ከምዘሎ ኣይሓበእን። ኣብ ኤርትራ ዝርከብ ቤት ጽሕፈት ዩኒሴፍ ኣብ ዓመተ ክልተ ሽሕን ዓሰርተ ሰለስተን ካብቲ ንህጻናት ንምሕጋዝ ዘድልዮ ገንዘብ ዓሰርተ ሰለስተ ሚእታዊት ማለት ሓደ ነጥቢ ሽዱሽተ ሚልዮን ዶላር ጥራይ ከምዝረኸበን ኣስታት ሰማንያን ሸውዓተን ሚእታዊት ሕጽረት ከምዘጋጠሞን ሓቢሩ። ኣብ ዝሓለፈ ዓመት እተን ቀንዲ ሓገዝ ዝልግሳ ሃገራት ጃፓን፣ ኣሜሪካ፣ ሕብረት ኤውሮጳን ዓዲ እንግሊዝን ምንባረን ዩኒሰፍ ይገልጽ። ብመሰረት እቲ ብክኢላታት ዩኒሴፍ ሰብኣዊ ሓገዝ ንህጻናት ብዝብል ዝቐረበ ጸብጻብ፣ ኣብ ክልተ ሽሕን ዓሰርተ ኣርባዕተን ኣስታት ሓምሳን ትሽዓተን ሚልዮን ህጻናት ዓለምና ህጹጽ ናይ ህይወት ኣድሕን ሓገዝ የድልዮም ከምዘሎ ይፍለጥ።

እዚ ድምጺ መድረኽ ኤርትራውያን እዩ። ትማልስ መሲሉና ልቢ ዕቢና ሎምኸ? ህዝቢ ኤርትራ ካብ ኣርዑት መግዛእቲ ተገላጊሉ ነዛ ብነብሱ ክሓድርን ባዕሉ ክነባበርን ምእንቲ ኣስታት ሰለስተ ወሎዶታቱ ኣሰሊፉ ንሚእቲ ዓመት መመላእታ ፖሊቲካውን ዕጥቃውን ቃልሲ ኣካይዱ ኣብ ጉንበት ሽሕን ትሽዓተ ሚእትን ተስዓን ሓደን ናጽነቱ ኣራጋጊጹ። ናጽነት ጋህዲ ምስ ኮነ ዘርኣዮ ፈንጠዝያን ሓጎስን ከኣ መርኣያ ክቱር ጽምኢ ናጽነቱ ኢዩ ነይሩ። ንናጽነት ዝተኸፍለ ዋጋ ከቢድ ስለ ዝኾነ ህዝቢ ናጽነት ኮይኑ ምስ ተባህለ፣ እንኳዕ ደኣ ናጽነት ተረኽበ እምበር ብኻልእ ኣይነማርርን ብምባል ንጌጋታት ደቁ ልቢ ኣዕብዩ ርእዩ ከም ዘይረኣየ እናሰተረ ብድኽመቶም ከይተማረረ ንዝተበላሸወ ጸጊኑ ንዝቐይነነ ወዲኑ ከዐሪ ጽዒሩ። ህዝቢ በራውር ደቀይ ሃብተይ ስልማተይ ከፊለ ከይበለ ግዜይ ንእስነተይ መጻኢ ዕድለይ ሰዊኤ ከይወጾ እንኳዕ ደኣ ናጽነት ተረኽበት እምበር ዝጎደለ ጽባሕ ይምላእ ዝተኸስረ ጽባሕ ይትካእ ብምባል ዝሓሸ እናተጸበየ መሪሩኒ ጸጊሙኒ ንከይብል ብሰማእታት ደቁ ምሒሉ ሃገር ተኺሉ እንተኾነ እዚ ኣሐንቂቕና ወንበር ዘረከብናዮ መራሒና ብኽብርን ዝናን ዘበነ ቃልስና ሻዲኑ በብቑሩብ ካብ መስመር ወጺኡ ሓላፍነት ህዝብን ሃገርን ዘንጊዑ ብብድዐን ትምክሕትን ሰኺሩ ገግዩና ምስ ጎረባብቲ ዘየድሊ ሓው እናኺሱ ንሰለስተ ዓመታት ዝተደኽሞ ብሰፊሕ ተሳታፍነት ህዝቢ ዝረቐቐ ብሃገራዊ ባይቶ ዝጸደቐ መበገስን መነባብርን ክኸውን ዝበሃግናዮ ሃገራዊ ቅዋም ኣብ ከብሒ ደርቢዎ ሃገር ሃገራዊ ባይቶ ኣብ ዘይፈልጦን ዘይኣወጆን ኩናታት ሸሚሙ ብሂወት ኣሽሓት መንእሰያት ተጣሊዑ ዕድላት ቁጠባዊ ምዕባሌ ማሕበራዊ ዕብየት ቅሳነት ሃገር ራህዋ ህዝቢ ኣጥፊኡ ድሕሪኡ ዝሰዓበ ነገር ክትገልጾ እውን ዘሕፍር እዩ። ነጥቢ ስነ ስርዓት ዝበሉ መራሕቲ ብረታዊ ቃልስን ሃገራዊ መንግስትን ዝነበሩ ጀጋኑ ሓርበኛታትን ንዝተኸስተ ፍጻሜታት ዘቃልሑ ጋዜጠኛታትን ተቐይዶም ንዓሰርተ ሰለስተ ዓመት መመላእታ ሽታ ማይ ኮይኖም ብዘይ ደሃይ ጠፊኦም። ንሓያሎ እዋን ኮንዶኾን ካብ ሎምስ ጽባሕ ይሓይሽ ኸውን እናተባህለ ዝሓሸ መጻኢ ክንጽበ ልቢዕቢና ግዜ በሊዕና። ድሕሪ እዚ ኩሉ ጥፋኣትን ዕንወትን ሎምኸ እንታይ ክንብል ኢና? ኣብ ሽሕን ትሽዓተ ሚእትን ተስዓን ሽዱሽተን ኢሰያስ ንህዝቢ ኤርትራ ካብ ህግደፍ ንላዕሊ ከገልግሎ ዝኽእል ሓይሊ የለን፣ ብምባል ካብ ናይ ህግደፍ ኣተሓሳስባ ፍልይ ዝበለ ኣረኣእያ ዘለዎ ኣብ ኤርትራ ቦታ ከም ዘይብሉ ነጊሩና ነይሩ። ንሱ ንባዕሉ እውን ብህይወቱ ክሳብ ዘሎ ስልጣን ከም ዘይለቅቕ ሓቢሩና እዩ። ንሕና ግን ምላሽ ኣይሃብናን። ምናልባት ሽዑስ ሃገራዊ ቅዋምና ኣብ መስርሕ ምጽፋፍ ስለ ዝነበረ ልጓም ኣብ ኢድና ክሳብ እንሕዝ ኢልና እውን ንኸውን። ድሕሪኡ ግን መራሒና ለውጢ ንዝጠለቡ ብጾቱን ኣማኢት ተደናገጽቶም ካድራትን ንርእይቶ ደለይቲ ለውጢ ዘሳሰዩ ጋዜጠኛታትን ብዘይ ሕጋዊ ኣገባብ ኣሲሩ ብዘይ ፍርዲ ንዓመታት ቀይድዎም ይርከብ። ሽዑ ውን ድምጽና ኣይሃብናን። ደላይ ሰናይ ስለ ዘይቐብጽ ድሕሪ'ቲ ፍጻሜ ኣብ ነፍሲ ወከፍ ዓመት ዝሓሸ ክንጽበ ፍታሕን ፍትሕን ክንርኢ እንሆ ዓሰርተ ሰለስተ ዓመታት ቆጺርና። ክሳብ ሕጂ ግን ኢሰያስ ብምልካዊ ግፍዕታት ሃገር ከባድም እምበር ድምጺ ህዝቢ ሰሚዑ ክእርም ኣይረኣናዮን። ክሳብ መዓስ ኢና ኢድና ኣጣሚርና ለውጢ ክንጽበ ክንነብር? ክሳብ መዓስ ኢናኸ ምሕረት ኢሰያስ ክንልምን ክንነብር? ደጊም ዝግበር ክንገብር ሓዲኡ ክንመክር እዩ ዘለና። እዚ ብውርሻ ተፈታውነት ገድልን ተጋደልትን ሓንቂቑ ዝሰኸረ ውልቀ መላኺ ኢሰያስ፣ ከም ድላየ ክገብረኩም እየ እናበለና ምሕረቱ ክንጽበ ክንደንን ኣይግባእን። ንሕና ሰሰናዩ ክንሓስብ ልቢ ስለ ዘዕበና ኢና ደንጒና እምበር፣ ንሱስ ከም ንጉስ ብህይወት ክሳብ ዘሎ ካብ ዙፋኑ ከም ዘይለቅቕ፣ ብሕጂ ሰላሳ ኣርባዓ ዓመታት ውን እንተኾነ ዝትክኦ ሰብ ከምዘየለ ንሱ ብዘይ መተካእታ ከም ድላዩ ክገዝኣናን ክረግጸናን ምዃኑ ነጊሩና ዩ ንሕና ግን ሕልፈት ፈጣሪ ክንጽበ ዓንዚዝና ፈዚዝና ኣለና ክሳብ መዓስ ኢና ክንግራህ ክንዕሾ ክሳብ መዓስ ኢና ኢድና ኣጣሚርና ፍታሕ ካብ ላዕሊ ክንጽበ መራሒና ድሕሪ ደጊም ብሓይሊ እምበር ብሕጊ ከም ዘይምእዘዝ ኣፍሊጡና እዩ። እረ ትማሊስ ኣብቲ ድሕሪ ጽምብል መበል ዕስራን ኣርባዕተን ዝኽሪ ዓመት ፈንቅል ዘስምዖ ሃተውተው ኣብ ጠፈርን ሰማይን ዓዲ ክንደሊ ነጊሩና እዩ። ንሕና ግን ሕጂ'ውን ከም ቀደምና ሰሚዕናስ ኣርሚሙና ጥራይ። ሕግን ግዝኣተ ሕግን ተጣሒሱ ሃገርን ህዝብን ብሕጊ ሽፍትነት ብከትርን ዓመጽን እናተዳህኩ ኢድና ኣጣሚርና ፍታሕ ሰማይ ጥራይ ክንጽበ ኣየምሕረልናን እዩ። ኣንትን ሃገረይ ስለምንታይ እናበልክን ገሌኽን ጽምዲ ገሌኽን ክልተ ጽምድን ልዕሊኡን ዒሕ ፍንጭሕ ኢልክን ዝወለድክንኦም ደቂ ማህጸንክን ንቓልሲ ዝወፈኽን ጎባጉብክን ቀንጢጥክን ኩትሻኽን መንጢልክን ንሃገር ዘረከብክን ኣዴታት እዚ ኩሉ ትሪኦኦ ዘለኽን ሕሰምን መከራን ከብቅዕ ሕጅስ ይኣክል ካብ ሕጂ ንደሓርስ ኣይንዕሾን ኢልክን ቅናትክን ሸጥ ኣብላ ነዚ ብዋጋ ደቅኽን ዝላገጽ ስርዓት ውሑድ ኣይጸየቅካን ውሑድ ኣየዕነኻን ኢልክን ክትኩንንኦን ክትክዕበኦን ትሕተታ ኣለኽን። እተን ትማል ንደቅኽን ስረ ዘዕጠቅክን ናብ ቃልስን መስዋእትን ናብ ክብረትን ዓወትን መሪቅክን ዘፋነኽን ሕጂውን ንደቅኽን ስረ ኣዕጥቃና። ኢሰያስ ሃገርን ህዝብን የጥፍእ ከም ዘሎ ልዕሊ ኩሉ ንስኻትክን ትፈልጦ ኢሰያስ ዝርካቡ ትካላት ሃገር ደምሲሱ ባህልናን ክብርታትናን ኣራኺሱ ይበታትነና ኣሎ ትማልስ ኮን ዶኾን ኣብ ጉዕዞ ይስቆሮ ይኸውን ኢልና ልቢ ዕቢና ሱቕ ኢልና ሎምኸ እንታይ ክንጽበ ኢና ኢድና ንነጣምር ሓቢርና ዘይንመክር እቲ ዝግበር ዘይንገብር መላኺና ዓመት ዓመት ባዶን ዘይትግበርን መብጽዓታት እናደጋገመ ብስቓይና ይላገጽ ኣሎ። ሓደ ክልተ ሳዕ ጥራይ ኣይኮናን ተዓሺና። እንተ ጸብጺብናዮ ኣብ ሓንቲ ዓመት እኳ ዓሰርተ ሳዕ ዘይትግበር መብጽዓ ዝሰማዕናሉ ግዜያት ከም ዘሎ ንዝክሮ ኢና። ደጊም ግን ይእከል

ኣደ ሓደራ ርስትኻያ ዜጋ ኤሪትራ ርስትኻ ኣደ ሓደራ ርስትኻያ ወዲ ኤሪትራ ዓድኻ ኣብ ዘይብጻሕ የለን ሃገር ሒዝካ ምን መሎኹም ሃገር ኣብ ዝኸድካ ኸድካ ዓለም ኣድማስ ጠፈር ዝበሃላ ኩለን ተደሚረን ክንደኣዚ ኣኽላ ዓብያ ንኢሻ ውላዳ ትዕቅብ በዚሑ ውሒዱ ዝርካባ ትህብ

እዚ ድምፂ መድረኽ ኤርትራውያን እዩ። ክቡራት ተኸታተልቲ ናይ ሎም መደብና ኣብዚ ደምዲምና ኣለና። ስዒቡ መደብ ስምረት ኤርትራውያን መንእሰያት ንለውጢ ክቐርብ እዩ።

ድምጺ ኤርትራውያን መንእሰያት ንለውጢ
ሬድዮ ኢዋኤስሲ ማለት ድምጺ ኤርትራውያን መንእሰያት ንለውጢ ኩሉ ግዜ ሰንበት ካብ ሰዓት ሸሞንተን ፍርቓን ስጋብ ሰዓት ትሽዓተ ናይ ምሸት ኣቆጻጽራ ኤርትራ፣ ብሓጺር ማዕበል ዓሰርተ ሓደ ሽሕን ሸውዓተ ሚእትን ዕስራን ኪሎ ሀርትዝ ወይ ዕስራን ሓሙሽተን ሜትር ባንድ፣ ከምኡ'ውን ብሳተላይት ኣብ ናይል ሳት ብ ዓሰርተ ሓደ ሽሕን ሽዱሽተ ሚእትን ሰብዓን ሸሞንተን ሜጋ ሀርትዝ፣ ፖላራይዘሽን ቨርቲካል፣ ይፍኖ። EYSC ኣብ ስደት ብዝነብሩ ኤርትራውያን መንእሰያት ዝቖመ፣ ኣብ ምሉእ ክፍላተ ዓለም ኣባላት ዘለውዎ፣ ኣብ ኤርትራ ሱር በተኽ ለውጢ ንኽመጽእ ዝቃለስ ማሕበር እዩ። EYSC ሽግር ኤርትራ ፍታሕ ብኤርትራውያን ዝሕመረቱ ማሕበር ኮይኑ፣ መሰረታውያን ጠለባት EYSC እንታይ እዮም ምስ ዝበሃል? ቀዳማይ፣ ውልቀ መላኺ ኢሳያስ ኣፍወርቂ ብዘይ ቅድመ ኩነት ስልጣኑ ንህዝቢ የረክብ። ካልኣይ፣ ናይ ሕልናን ፖለቲካን እሱራት ብዘይ ቅድመ ኩነት ይፈትሑ። ሳልሳይ፣ ወፍሪ ባርነት ኮይኑ ንዘሎ ደረት ኣልቦ ሃገራዊ ኣገልግሎት ብቕጽበት ደው ይበል። ራብዓይ፣ ምልካዊ ስርዓት ኢሳያስ ተኣልዩ ብቕዋም ብዝመሓደር ዲሞክራሲያዊ መንግስቲ ይተካእ።
ክቡራት ሰማዕትና ሎሚ ሰንበት ዕስራን ሰለስተን የካቲት ክልተ ሽሕን ዓሰርተ ኣርባዕተን ዓመተ ምህረት እዩ። ምስ ራድዮ ኢዋኤስ ኢኹም ዘለኹም። ኣብ ናይ ሎማዓንቲ መደባትና ኣብ መጀመርታ ቃል ኢዋኤስ ሒዝናልኩም ክንቀርብ ኢና። ካብኡ ብምቕጻል ርብዒ ዘመን ኣብ ምድላይ ሓርነት ዝብል መደብ ክህልወና እዩ። ኣብ ሞንጎ መደባትና እውን ግጥሚ፣ ዋዛ ምስ ቁምነገርን መዛናግዒ ደርፍታትን ሒዝናልኩም ቀሪብና ኣለና። ምክትታልኩም ንዕድም።

ጽጽዋይ ዕቃበ ሓመድ ይኣክል ብዛዕባ ዕቃበ ህዝቢ መድር። ኣብ ዝሓለፈ ቅንያት ፕሮፖጋንዳ ስርዓት ህግደፍ ከም ኣመሉ ብዛዕባ ስትራተጂ ሃገራዊ ልምዓት ኤርትራ ክዛረብ ቀንዩ። መንግስቲ ካብ ዘናጻጽረሎም ዓበይቲ መደባት ማይን ሓመድን ናይ ምዕቃብ ሰፊሕ ትሕተ ቅርጻዊ ስራሕ እዩ። ስለዚ እዩ ከኣ መንግስቲ ዓቢ ባጀት ሰሊዑ ዝሰርሓሉ ዘሎ ወዘተ እናበለ ክግዕር ቀንዩ። ኣብዚ እቲ ዘስሕቕ ነገር ተጎጋዊ ፕሮፖጋንዳ ናይቲ ስርዓት ጥራሕ ኣይኮነን መንግስቲ ቀዳምነት ሂቡ ዝሰርሓሉ ዘሎ መደባት እዩ። ኣብዚ እዋን እዚ ስርዓት ህግደፍ ቀዳማይ ደረጃ ሰሪዑ ክሰርሓሉ ዝግባእ መደብ ዕቃበ ሓመድ ወይ ማይ ኣይኮነን ዕቃበ ህዝቢ እዩ። ካብ ዝኾነ እዋን ንላዕሊ ህዝብና ሕጂ እዩ ዝበርስ ዘሎ። መግዛእቲ ህግደፍ መሪርዎ ኣብ ወርሒ ኣስታት ሰለስተ ሽሕ ህዝቢ ናብ ዓዲ ስደት ይጠፍኡ። ብሰንኪ ሕጽረት ሕክምናዊ ኣገልግሎት ኣስታት ክልተ ሚእትን ሓምሳን ዜጋታት ኣብ ወርሒ ይሞቱ። ብሕጽረት መኣዛዊ መግቢ ኣስታት ክልተ ሚእቲ ሰባት ግዳይ ሞት ይኾኑ። ብምርሻን ኣብ ቤት ማእሰርቲ ብዝወርዶም ባርባራዊ ግፍዕታት ኣስታት ሚእትን ሓምሳን ሰባት ኣብ ወርሒ ይቕዘፉ። እዚ ካብ ዝተፈላለየ ምንጭታት ዝተረኽበ ዓቃባዊ ገምጋም እዩ። እቲ ልክዕ ቁጽሪ ግን ካብዚ ከም ዝዓቢ ዘጠራጥር ኣይኮነን። ክዕቀብ ዝግብኦ ህዝቢ እዩ። ንስርዓት ህግደፍ ግን ህዝቢ ኣይንታይን እዩ። ኣብ ሕቡእ ኣጀንድኡ ኣቐሚጥዎ ዘሎ ቀዳምነታት ንህዝቢ ኤርትራ ምጽናት እዩ። ሰብኣዊ ክብሩ ምምንጣል እዩ። ጊላ ናይቲ ስርዓት ኮይኑ ክነብር ናይ ምቅዋም መንፈሱ ፍጹም ምልማስ እዩ። ህዝብና ነዚ እከይ ኣጀንዳታት ገባቲ ስርዓት ኢሳያስ ኣዳዕዲዑ ይፈልጦ እዩ። ከምኡ ስለ ዝኾነ እዩ ከኣ መራኸቢ ብዙሃን ስርዓት ህግደፍ ብዛዕባ ዓቃቢ ሓመድን ማይን ክንክዛረባ ብልቡ ዝስሕቕ ንቃለ መጠየቕ ኢሰያስ ዘባጭው ብኣሽሙር ዘላግጽ። ስርዓት ህግደፍ ብልክዕ ይርድኦ እንተልዩ ነብሱ እምበር ንኻልእ ኣየታለልን። ኣርእስቲ ቀይሩ ሓረጋት ኣጸባቢቑ በቲ ዓሰርተ ዓመታት ዝገዓረሉ ኣርእስቲ ደጋጊሙ እንተመደረ መልእኽቱ ፎኩስ እምበር ኣይክረዝን'ዩ።

ሓደ ጋርዛይ ዝተባህለ ሽማግለ ኣብ ሓደ ዓዲ ልዑል ተሰማዕነት ነበሩ ኩሉ ህዝቢ ናይቲ ከባቢ ድማ ሓቂ ንምዝራብ ዘይፈርሕ ተባዕ ሽማግለ ምዃኑ ስለ ዝፈልጡ የኽብርዎ ነበሩ እንተኾነ መራሕቲ ህግደፍ በቲ በዳሂ ሕቶታት ናይቲ ሽማግለ ኩሉ ግዜ ስለ ዝርበጹ ህዝቢ ከየላዕል ብምስጋእ ነቲ ሰብኣይ ከፈራርሕዎ ወሰኑ። ሓደ ለይቲ ካብ ገዝኡ ጨውዮም ብምውሳድ ክሳብ ሃለዋቱ ዘጥፍእ ቀጥቀጥዎ። ብድሕሪ ሕጂ ንዝኾነ ብልኡኽ መንግስቲ ዝቐርብ መግለጺ ሓቆም እዮም ክንቅበሎ ክንክእል ኣለና ኢልካ ጥራሕ ኢኻ ክትምልስ። ኣብቲ ንሕና ነቕርቦ መግለጺ ንህዝቢ ኣብ ምጥርጣር ዘእቱ ሕቶ ከይትሓትት ብምባል ኣፈራርሕዎ። ኣቦይ ጋርዛይ ገበታ እናተቐንዘወ ከምቲ ዝተባህሎ ክገብር ተሰማምዐ። ኣብ ሰሙኑ ክልተ ሓለፍቲ ናይቲ ከባቢ ኣብቲ ወረዳ ዝርከብ ህዝቢ ኣኪቦም ከም ኣመሎም ፕሮፓጋንዳዊ ነፍሒ ፈነዉ። ሃገርና በጺሓቶ ዘላ ምዕባለ መወዳድርቲ የብሉን። ብሕርሻ፣ ሕክምና፣ ትምህርቲ ካብ ሙሉእ ኣፍሪቃ ኣብ ቀዳማይ ደረጃ እያ ተሰሪዓ ትርከብ። እዛ ሓያል ናይ ዓለም እየ ትብል ኣሜሪካ ከይተረፈት ብኣሽሓት ዝቑጸሩ ግዳም ሓደር ሰባት ኣለውዋ። ብጥሜት ዝሞቱ እውን ቁጽሪ የብሎምን። ኣብዚ ሃገር ግን ንድኽነት ስዒርናዮ ኢና። ብጥሜት ዝመውት ሰብ የብልናን። ወዘተ እናበሉ ተተቓባቢሎም መደሩ። ብድሕሪኡ እቲ መድረኽ ንሕቶ ከፈትዎ። ኣቦይ ጋርዛይ ዘረብኦም ቅጭ ኣምጺኡሉ፣ ግን ቀጥታዊ ሕቶ ክሓትት ኣይደለየን። ማዕረ ማዕሪኡውን እቲ መሬት ዝግልብጥ ሓሶቶም ስቕ ኢሉ ክሓልፎ ኣይመረጸን። ካብ ኮፍ መበሊኡ ሓፍ ኢሉ ስምዑ እዞም ደቀይ እዚ በቕልቦይ ማሉ ወሊዳ ኣላዕ ኢሉ ዝበሃል ዘረባሲ ሓቂ ድዩ?
ናይ ሕልና እሱራት ኣቱም ፍትሒ ዝሰኣንኩም ዜጋታት ኣብ ማሕዩር ዘቑፀርኩም ዓመታት ትፈልጦ ዶ እቲ መዓልታት ብኸመይ ከትቖፅሩ ሰዓታት ብናይ ትንፋስ ሸውታ ወይስ ብናይ ልቢ ትርግታ ኣይምኣሰርዎምን ብስሩ ገለ እንተዘይገብሩ ተባሂሉ ሞጎት ተቖጺሩ ከሳሲ መስካሪ ፈራዲ ሓደ ኮይኑ ብሓደ ተጠሚሩ ቃልኩም ተኣሲሩ ጭብጢ ተሰዊሩ ገበነኛታት ዝብል ሳዕሪሩ ፍትሒ ማዕሙቕ ተቐቢሩ ንምዃኑ ኣውደኣመት ምዃኑ ትፈልጡ ዶ ትኾኑ እንታይከ ትበልዑ ትሰትዩ እንታይከ ትንጸፉ ትኽደኑ ህልዋት ብብልሒ ክወግኡኹም ስውኣት ይሰምዑ ዶ ቃንዛኹም እንታይ ከ ትብሉ ዝባን ስውእ እንተ በሉኹም ክገትኡ ነድርኹም ትስሕቁ ዶ ካዕካዕ ኢልኩም ዋላስ ትነብዑ ደኒንኩም እተን ጽሕዲ ልደት ክመስላ ወርቂ ዝተሰለማ ዝተዃሕላ ትሰምዕወን ዶ ንሕና ንሱ እንዳበላ ብሓዘን ብጓይላ ከበሮ ሒዘን ክዘላ እቶም ንኺድ ጥራይ ዝብሉ ዓርኪ ሕሉፎት ክመስሉ ትሰምዕዎም ዶ ተሓምበለ እንዳበሉ ስእሊ ሒዞም ክድብሉ ትሰምዕዎም ዶ እቲ ህርመት ኣጋንንቲ ኣብቲ ኸውታ ለይቲ ክሃርሙ መሰንገለ በገና ክወቕዑ ከበሮ ሸኸና ትሰምዕዎም ዶ የማነ ጆሃር 17 የካቲት 2014 Thank you. ሓደ ናይ ጆግራፊ መምህር ኣብ ክፍሊ ንተመሃሮኡ፣ ኣስተውዕሉ ተመሃሮ፣ ነዛ ቀጺላ እትቐርብ ሕቶ ዝመለሰ ተመሃራይ ናይ ካሪመለ ሽልማት ክረክብ እዩ ይብሎም። ቀጺሉ ነታ ሕቶ ብኸምዚ የቕርባ፣ ካብዘን ዝስዕባ ምርጫታት እታ ዝበዝሕ ህዝብና ዝቕመጠላ ከባቢ ኣየነይቲ እያ ድሕሪ ምባል፣ ምርጫ ንኽህቦም፣ ሀ ኢሉ ክጅምር እንከሎ፣ ሓደ ተመሃራይ ድሮ ኢዱ ዊጥ ኣቢሉ ይዕዘብ። መምህር ብምግራም፣ ኣንታ ቁልዓ ክንደይ ትህወኽ ኢኻ መጀመርታ ነቲ ምርጫ ዘይትሰምዕ ድሕሪ ምባል፣ ንምዃኑ እንታይ እዩ እቲ መልስኻ ይብሎ። ተምሃራይ፣ ኣነስ ዝበዝሕ ህዝቢ ኤርትራ ኣብ ወርሒ ከም ዝቕመጥ ስለ ዝፈለጥኩ እየ ኢደይ ዊጥ ኣቢለ ክብል ይምልስ። መምህር ቁጥዐ ብዝተሓወሶ፣ ስማዕ እስከ ነዚ መልሲ ካበይኻ ኣምጺኻዮ ክብል ብነድሪ ሓተቶ። ተማሃራይ፣ መምህር፣ ኣነስ ፕረዚደንት ኢሳያስ ኣብዚ ናይ ሎሚ ቅነ ቃለ መሕትቶም፣ ንህግደፍ ዘይኣምን ኤርትራዊ ኣብ ወርሒ ዝነብር ክኸውን ኣለዎ ክብሉ ስለ ዝሰማዕኩ እየ በሎም።

ርብዒ ዘመን ኣብ ምድላይ ሓርነት ህዝቢ ኤርትራ ካብ ሓምሳታት ጀሚሩ ይትርጉም ናጽነትን ሓርነትን ፈሊጡ ክቃለስ ዝጀመረ ንኣብነት ኣብ ሓሙሽተ መስከረም 1951 ዓ ም ኣብ ጋዜጣ ሓንቲ ኤርትራ ብሓርበኛ ኣቦና ወልደኣብ ወልደማርያም ብዛዕባ ትርጉም ሓርነት ዝተጻሕፈ እስኪ ንመልከት ሃገር ናይ ህዝቢ ህይወት እያ ሃገር ዘይብሉ ህዝቢ ህይወት የብሉን ሓደ ሰብ ወይ ከዓ ሓደ ህዝቢ ምንም እኳ ሃገር እንተሃለዎ ብሓርነት ካብ ዘይነብርስ እቲ ሃገር እንታይ ምጠቐመቶ ኣብቲ ሃገር ሓርነት እንተዘይሃለዎስ ሃገር የብሉን ማለት እዩ እሞ እቲ ህዝቢ ብቐንዱ ህይወት የብሉን ማለት እዩ ብምባል ትርጉም ናይ ሓርነት እንታይ ከም ዘጠቓልል ብብርዒ ወልወል ተጻሒፉ ንረኽቦ እቲ ዘገርም ሓርበኛ ኣቦና ወልደ ኣብ ወልደ ማርያም ኣብቲ ጋዜጣ ፍልልይ ናጽነትን ሓርነትን እንታይ ምዃኑ ብኸምዚ ዝስዕብ ብግልጺ እዮም ኣቐሚጦሞ ክቡራት መንእሰይ ደቂ ኤርትራ ንሓርነት ድለይዋ ደሊኹም ርኸብዋ ብዝረኸብኩማ ከቶ ኣይትስደድዋ መለኮታዊት ቅያ'ያ እሞ ስገዱላ ሓደ ሰብ ምእንቲ ሃገሩ ተዋጊኡ ተጋዲሉ ሞይቱ ክበሃል እንከሎ ምእንቲ ሓርነት ማለት ዶ ኣይኮነን እወ ሓርነት ክሳብ ናይ መወዳእታ ነጥቢ ደም ዝፈሶ ምእንቲ ሃገር ዝግባእ ውግእን ገድልን ትሕዣ ወይ ውዕል'ያ ሓርነት ኣንጻር ባርነት እዩ። ኣብ መንጎ ክልቲኤን ካልእ መገዲ የልቦን። ሓርነት ዘይብሉ ወይስ ሓራ ዘይወጸ ሰብ ገና ኣብ ባርነት ዘሎ ሰብ ማለት እዩ። እቲ ናጽነት ዝደሊ ሰብ እቲ ሓርነት ዝደሊ ሰብ እዩ። ናጽነት ዝደሊ ሓርነት ግን ዘይደሊ ወይ ውን ግዲ ናጽነት ደኣ እምበር ግዲ ሓርነት ዘይብሉ ሰብ ናጽነት ዝደሊ ክበሃል ከቶ ኣይከኣልን። ኣይግባእን ከኣ። ናጽነትን ሓርነትን ዘይብሉ ህዝቢ ሃገር የብሉን። እምበኣርከስ ካብዚ ከም እንርድኦ ቀዳሞት ሓርበኛታት ኤርትራ ውሕጅ ከይመጸ መገዲ ውሕጅ ጽረግ ከም ዝበሃል፣ ኣብ ሃገርና ናጽነት በይኑ ብዘይ ሓርነት ፋይዳ ከም ዘይብሉ ምሂሮምና እዮም ሓሊፎም። ህዝቢ ኤርትራ ንልዕሊ ርብዒ ዘመን ኣንጻር ባዕዳውያን ገዛእቲ ተቓሊሱ ናጽነቱ ጨቢጡ። ናጽነት ግና ብዘይ ሓርነት ምንም ፋይዳ ከምዘይብሉ ኩሉ ኤርትራዊ ተረዲእዎስ ኣብ ዝሓለፈ ኣስታት ርብዒ ዘመን ንሓርነት ይቃለስን ሃንቀው ኢሉ ይጽበይን ኣሎ። ዝተቓለሰ ህዝቢ ይንዋሕ ይሕጸር ይዕወት ከምዝበሃል፣ ህዝቢ ኤርትራ ሓንቲ መዓልቲ ሓርነቱ ከምዝጭብጥ ምንም ዘማትእ የልቦን። እዚ ብትዕቢት ንሃገርና ዘባድም ንህዝብና ዘጽንት ዘሎ ስርዓት ነበረያ ነበረ ከምዝኸውን ምንም ዘጠራጥር ኣይኮነን። ነዚ ስርዓት ሳቦያ ኢልካ ኪኖ ሓጹር ናይ ምስንዳው ሓላፍነት ግና ናይ ነብሲ ወከፍና ደቂ ሃገር ዕዳ እዩ። ኣብ ውሽጢ ሃገር ንሃሉ ኣብ ስደት ኢደይ ኢድካ ኢልና ከም ተመን ዕዳጋ ቅልጽምና ነዕልበሉ። ዲክታቶራት ሓርነት ህዝቢ ገቢቶም ስጋብ ጊዚኦም ትኣክል ጎባልል ናይ ምምሳል ባህሪ ኣለዎም። ህዝቢ ግና እምቢ ንሓርነተይ ኢሉ እንተተንሲኡ ምንም ዓጋቲ የብሉን። እታ ሰዓት እንድሕር መጺኣ ድማ እዚ ንህዝብና ብንዕቕትን ኣሽካዕላልን ዝጭፍልቕ ዘሎ ውልቀ መላኺ ኢሳያስ ዝሕዞን ዝጭብጦን ከም ዝጠፍኦ ፍሉጥ እዩ። ከምቲ ናጽነትና ክንረክብ ከለና ፍሽኽ ኢልና ብሓጎስን ዕልልታን ዳንኬራን ዝተቐበልናያ ሓርነትናውን ብኸምኡ መልክዕ ክንቅበላ ተሪፉና ዘሎ ግዜ ርሑቕ ኣይኮነን። ሽዑ'ዩ ድማ እቲ ናይ ዘበናት ራኢ ሓርበኛታት ኣቦታትና ወልደኣብ ወልደማርያምን ብጾቱን ጋህዲ ዝኸውን። ሓርነት ምስ ዝህሉ ሓሳብካ ብነጻ ትገልጽ፣ ብሰላም ካብ ሓደ ቦታ ናብ ካልእ ቦታ ትንቀሳቐስ፣ ናጽነት ናይ እምነት ይህልወካ፣ መራሕትኻ ናይ ምምራጽን ናይ ምውራድን መሰል ትውንን፣ ናጻን ፍትሓውያን ኣብያተ ፍርዲ ንህዝቢ የገልግላ፣ ዜጋታት ዕድል ናይ ትምህርትን ሕክምናን ይረኽቡ፣ ኮታስ ካብ ባርነት ሓራ ትወጽእ። ህዝብና ነዚ ሓርነት እዩ ናፊቕዎ ዘሎ። ህዝቢ ኤርትራ ዓለም ዘደነቐ መስተንክር ሰሪሑ ካብ ኣርዑት መግዛእቲ ናጻ ዝወጸ ናይ ገዛእ ርእሱ ባንዴራ ወይ ሃገራዊ መዝሙር ክህልዎ ጥራይ ኣይነበረን። የግዳስ፣ ናጽነትን ሓርነትን ዝሰፈና፣ ብልዕልና ሕጊ እትመሓደር ልኡላዊት ሃገር ንኽትህልዎ እዩ። ናጽነትና ኣንጻር ገዚፍ ጸላኢ ምስ ዓለማውያን ጎባልል ሓገዛቱ ገጢምና ኢና ኣረጋጊጽናዮ። ኣንጻር እዚ ብዓለምና ተፈንፊኑ ዘሎ ምንም ናይ ደገ ደገፍ ዘይብሉ ኣብ ድኻምና ዕድመ ስልጣኑ ዘናውሕ ዘሎ ስርዓት ብሓደ ድምጺ እንድሕር ተላዒልና ምንም ክዓግተና ዝኽእል ሓይሊ የልቦን። እዛ ኣማኢት ኣሽሓት ተሰዊኦምን ሰንኪሎምን ነጻ ዘውጽዋ ሃገር ኣብ ግዜና መጻወቲ ውሑዳት ክትከውን ከነፍቅድ የብልናን። ስደት ኣብቂዑ ኤርትራዊ ኣብ ሃገሩ ብፍቕርን ሰላምን መታን ክነብር መኸተና ነሐዪ ኣሎ። ውሉድን ወላድን ገጽ ንገጽ ተራኺቦም ክተሓቛቖፉን ክሰዓዓሙን መታን ንምሕደራ ውልቀ ምልኪ ወጊድ ንበሎ። ሽዑ እዩ ድማ ንብዓት ወላዲት ጸረር ካብ ምባል ደው ዘብል፣ ሃገራዊ ጸጋታትና ነቲ ዋንኡ ዝኾነ ህዝቢ ኤርትራ ክምለሰሉ እዩ። ወነንቲ መሬትናን ባሕርናን ኢና ክንብል ክንበቅዕ ኢና። ኤርትራ ድማ ካብ ምድራዊት ሲኦል ናብ ምድራዊት ገነት እትቕየር ሽዑ እዩ። ኤረና ንለብዘበን እምበር ንዓመታስ!